ካብ ከተማ ለስ ኣንጀለስ ካሊፎርንያ ሕቡራት መንግስታት ኣሜሪካ ዕዙዝ ሰላምታና ይብጻሕኩም ክቡራት ተኸታተልትና ብቕንያቱ ዓቢ መዛረባ ኣርእስቲ ኮይኑ ዝቐነየ ዋዕላ ሰማያዊ ማዕበል ኣብ ኣዲስ ኣበባ ኣቓልቦ ማዕከናት ዜና ኢትዮጵያ ምስሓቡ ቀጺሉ ኣሎ ማዕከናት ዜና ኢትዮጵያ ነቲ ዝሓለፈ ሶኒ ዝተኻየደ ልዕሊ 2,000 ዝኾኑ ተሳተፍቲ ዘእንገደ ዓቢ ዋዕላ ኣብ ምትንታን ይርከባ።

ኣብ ከተማ ቦን ጀርመን ዝመደበራ ዶቼ ቬለ ክፍሊ ቋንቋ ኣምሓርኛ ከኣ ብመንገዲ ኣብ ኣዲስ ኣበባ ዝርከብ ወኪላ ዝመጻ ጸብጻብ መሰረት ነቲ ዋዕላ ሸፈነ ሂባትሉ። አዲስ አበባ ውስጥ ተደረገ ስለተባለው የኤርትራ መንግስት ተቃዋሚዎች ውይይት የኢትዮጵያን መንግስት ሀሳብ ለማካተት ወደ የመንግስት ኮሚኒኬሽን አገልግሎት ሚኒስትሩ

ተፈላጥነት ደንበ ተቓውሞ ዘጉልሐ ዋዕላ ሰመያዊ ማዕበል ካብ ኣዲስ ኣበባ፣ ስርዓት ብልጽግና ምስ ህግደፍ ዝነበሮ ፖለቲካዊ ዝምድና ከም ዝበተኸ ምስክር እዩ ዝብል መደምደምታ ተንተንቲ ፖለቲካ ክኸውን ኣኽኢልዎ ኣሎ። ተቓወምቲ የብለይን፣ ኩሉ ህዝቢ ኤርትራ ደጋፊየይ እዩ ኢሉ ዝምጉት ስርዓት ህግደፍ፣ ነቶም ኣብ ኣዲስ ኣበባ ተኣኪቦም ዝወዓሉ በልማማ ተጋሩ'ዮም ክብል'ውን በቶም ዘይወግዓውያን ወሃብቲ ቃሉ ዝኾኑ ነዛሕቲ ፕሮፓጋንዳ ኣቢሉ ተገፍዑለይ ይብል ኣሎ። ካብ ክልተ ሽሕን ዓሰርተ ሸሞንተን ንደሓር ከተማ ኣዲስ ኣበባ ብህግደፋውያንን ተደመርትን ኣራግጽ ተወዲኣ ናይታ ከተማን ሃገርን ብሓፈሻ ዝዓበየ ኣዳራሽ ዝኾነ ኣዳራሽ ሚሌንዮም ከኣ መዐንደሪኦም ኮይኑ ከም ዝጸንሐ ዝዝከር እዩ። እቲ ፈጺሙ ዘይንቕነቕን ዘይብተኽን ዝመስል ዝነበረ ዝምድና ብልጽግናን ህግደፍን ቀስ ብቐስ ላሕሊሑስ ድሮ'ውን ተበቲኹ ኣብዚ ደረጃ ተበጺሑ ኣሎ። ሎሚ ሰማያዊ ማዕበል ክሳብ ኣባላቱ ካብ መላእ ዓለም ጸዊዑ ኣብ ማእከል ከተማ ኣዲስ ኣበባ ዓቢ ዋዕላ ምድላው በጺሑ ኣሎ። ተኣኪብኩም ደኣ ዘትዩ እምበር እምኒ ከይትድርብዩ ትብል ዝነበረት ልሳን ህግደፍ ናብ ስለምንታይ ኣኼባኹም ኣብ ኣዲስ ኣበባ ትገብርዎ ኣለኹም ተቐይራ ኣላ። እታ ኢሰያስ ኣፍ ልቡ ዝሃረመላ ኣዲስ ኣበባ ሎሚ ሕቖኣ ሂባቶ ኣላ። ኣብ ኣዲስ ኣበባ ንፈለማ እዋን ኣይኮነን ዋዕላ ወይ ኣኼባ ደለይቲ ፍትሒ ዝካየድ ዘሎ። ቅድሚ ክልተ ሽሕን ዓሰርተ ሸሞንተን ምምጻእ ኣብይ ኣሕመድ እውን ብዙሕ ዋዕላታትን ኣኼባታትን ተኻይዶም ነይሮም እዮም። እዚ ናይ ትማሊ ሶኒ ግን ብዓይነቱን ብዝሒ ተሳተፍቱን ኣዝዩ ዝተፈለየ እዩ። ካብ መላእ ዓለም በሽሓት ዝቑጸሩ ፍስስ ኢሎም ብዘይ ፍርሒ ምምጽኦም ከኣ ህዝቢ ኤርትራ ብፍላይ ከኣ መንእሰይ ወለዶ ክሳብ ክንደይ ጭቆና ህግደፍ ዒቕ ኢልዎ ከምዘሎ ዘመላኽት እዩ። ሰማያዊ ማዕበል ነቲ ስለምንታይ ኣብ ኣዲስ ኣበባ፣ ስለምንታይ ከምዚ፣ ንምንታይ ከምቲ ዝብል ሓሳባት በዲሁ ኣብቲ ንሱ ዝመደቦ ቦታ ጉዳዩ ምግባሩ ንባዕሉ ካብ ስክፍታ ነጻ ዝኾነ ተባዕ ሕርያ ከም ዝወሰደ ዘርኢ እዩ። ብርግጽ ሰማያዊ ማዕበል ሓደ መዓልቲ ኣብ ኣዲስ ኣበባ ስለ ዝተኣከበ ተኣምራታዊ ለውጢ ክመጽእ እዩ ማለት ኣይኮነን። እቲ ፖለቲካዊ ጉዕዞ ግን ይቕጽል ከም ዘሎ ዘበስር ስለ ዝኾነ እቲ ምንቅስቓስ ብኣውንታ ክንሪኦ ይግባእ። ድሕሪ ደጊም ጸላኢ ዓርኪ መሓዛ ክመርጸልካ ምዕዳም ዘይከኣል ምዃኑ ዘበሰረ ዋዕላ ሰማያዊ ማዕበል ኣዲስ ኣበባ ንጹር ስትራቴጂ ክሕንጽጽ ኣለዎ። ቃልሲ ስትራቴጂ እንተዘይብሉ ናበይ ይኸይድ እንታይ ይገብር ክፈልጥ ኣይክእልን። ስለዚ ብዘይካ ስትራቴጂ ዲፕሎማሲ'ውን ኣዝዩ ኣገዳሲ እዩ። ብርጌድ ንሓመዱ ሞይቱ'ዩ፣ ደሃይ ኣጥፊኡ፣ ኣደዳ ክሳራታት ኮይኑ ጠፊሹ'ዩ እናተባህለ ቦሎኽ ኢሉ ኣጀንዳ ክፈጥር ምኽኣሉ ከኣ እቲ ዝተጀመረ ቃልሲ ስቕ ኢሉ ዝቕህም ዓይነት ከምዘይኮነ ንጸላኢ በሪህሉ ኣሎ። ኣዲስ ኣበባ እምበኣር ተመንዚዓላ ሎሚ ኣፍቀርቲ መንደላይ ተመን መርዞም ወዲኦም ብበጠበጥ ተኸዊሎም ዝኸዱሉ እዋን እዩ። እዚ ከምዚ ኢሉ እንከሎ ፖለቲካ ቀርኒ ኣፍሪቃ ብፍላይ ከኣ ኩነታት ኢትዮጵያ ተቐያያራይ ስለዝኾነ ስክፍታ ዘሕደሩ ደለይቲ ፍትሒ ኣለዉ። እዚ እውን ቅኑዕ እዩ። ስለዚ ብዛዕባ እዚ እኹል ዝኾነ መረዳእታ ክህልወና ይግባእ። ብኸመይ ይተሓዝ እንታይ ኣማራጺታት ኣለዉን ምዝርራብ የድሊ። ደምበ ፍትሒ ረብሕኡ ኣቐዲሙ ተዓጻጻፊ ክሳብ ዘይኮነ ክዕወት ኣይክእልን እዩ። በዚ ምኽንያት የዋጽኣኒ ዝበልካዮ ምግባር ትብዓት የድሊ። ኤርትራውያን ኣይኮኑን ዝብል ስነሞጎት ይኹን ካልእ ናብ ስምዒት ዘእቱ ርእይቶ ጸላኢ ረጊጽካዮ ምሕላፍ እዩ። ሰብ ዓዱ ክምለስ ይደሊ ኣሎ። ኤርትራዊ ክሳብ ጫፍ ዓለም በጺሑ እዩ። ዕግበት ክረክብ ግን ኣይከኣለን። እታ ልቡ ትመልኣሉ ሃገሩ ጥራሕ እያ። ሎሚ ካልእ መድረኽ እዩ። ፖለቲካ ህግደፍ ኣሪጉ እዩ። ህግደፍ ንተቓወምታ ደገፍቲ ወያነ ኢኹም ትብሎም ከምዘይነበረት ሎሚ ግን ንባዕላ ወያነ ክትሓቁፍ ላዕልን ታሕትን ክትብል ትረእ ኣላ። እቲ ክኸውን ዘይነበሮን ፈጺሙ ዘይተገመተን እናኾነ'ውን ኣብ ቅድሚ ዓይንና ንዕዘብ ኣለና። ስለዚ እቲ ምስ ኣብይ ቃል ኪዳን ክኣስር ዘይሓፈረ፣ እቲ ናብ ትግራይ ክኸትት ድሕር ዘይበለ ህግደፍ ሎሚ ስለምንታይ ኣብ ኣዲስ ኣበባ ኣኼባ ትገብር ኢሉ ክጸባጸበካ ኣይተፍቅደሉ። ጉዳይካን ዕላማኻን ጥራሕ ግበር። ንጸላኢ ረጊጽካዮ እንተዘይሓሊፍካ ወትሩ ክሕንኩለካ ክነብር እዩ። ነቲ እናሳዕ ደቀቕትን ዓበይትን ኣጀንዳታት ፈጢሩ ኮለል ንኽንብል ዝገብሮ ፖለቲካዊ ሽርሒ ምልላዩን ዘይምእንጋዱን ክንመሃሮ ኣለና።

የኤርትራ መንግስትን ለመጣል የሚንቀሳቀሱ ድርጅቶች ያዘጋጁት ስብሰባ በአዲስ አበባ መደረጉን መዘገባችን የሚታወስ ነው። መስትያት ቤትና መስትያት ቤትና ንሓቀኛ ምስሊ ኤርትራ ንምንጽብራቕ ዝተፈላለየ ጽሑፋት፣ ተንቀሳቓሲ ምስልታትን ቃለ መሕትታትን ሒዛ ብዘካርያስ ገብረኣብ እናተዳለወት እትቐርብ መደብ እያ።